ዝኸበርክን ኣሕዋተይ ከመይ ቀኒኽን ስመይ ኤደን ይበሃል ሎማዓንቲ ከዓኒ ስፔሻል ዝኾነ ቪድዮ ሒዘልክን መፅኤ ዘለኹ ዝሓለፈ ግዜ ሓፍተይ መፅያ ነይራስ ትነግረኒ ማለት እዩ እንታይ ትገብሩ ኣለኹ ጨጉርኺ ናይ ሽበት ክለመ ኢልሃንስ ኦይ ዕርቤ ድገብር ነይርስ ተዕርቢ ከዓስ ከቢሩ ሎምሲ ዝኣበሱ ዳገለ ማለት እዩ ከቢሩ ሎምስ ከም ቀደምሲ ክኾንኩን ስኢለ በቃ ኣብ ሰለስተ ወርሒ ገለስ ስኢለ በቃ ሕብሪ ገብር ገለ ገለ ኢለያ ማለት እዩ እዎ ከመይ ዝበለ ሓድሽ ነገር ኣሎ ሻምፖ ኣሎ ገለ ትብለኒ ማለት እዩ ይዝከረኒ 213 ኣደይ መፅያ ከላ ኣደይ ብዙሕ ጨጉራ ክብርትዕ ከዓ ማለት እዩ ሕጂ ሬላክሰር ገብረላ ነይረ ሕጂ እቲ ሬላክሰርስ ሕብሪ ዘለዎ እየ ዝገብረላ ነይረ ማለት እዩ ኣብዚ ቢዩቲ ሳፕላይ ይገዝኦ ነይረ በቃ ሽዑ ሕብርን ሬላክሰርን ኣብ ከሎ ልስልስ ይብል ጨጉራ ማለት እዩ ክትምሸጦ ገለ ከላ ቅልል ብለላ ማለት እዩ ሕጂ ከምኡ ደኸውን ገለገለ ኢለስ እንደገና ቅድሚ ሕጂ ከዓ ናይ ቻይና ርኢ ነይረ ኣብ ኣማዞን ማለት እዩ ከክንዲ ዚኣንያ ንእሽተይ ፓኬት እንዴ ንሓንሳብ ትጥቀመላ ማለት እዩ ንርባዕተ ንሓሙሽተ ብከምኡ ገይሮም እዮም ዝሸጥዎ እምበር ከምዚ ናይ ሕጅስ ዓብ ገለስ ኣይረኣኹን ማለት እዩ ሕጂ እሞ በቃ ክፍትኖ እየ ገለገለገለ ኢለያ ማለት እዩ ያኣ ሻምፖ እየ ዝገብር ኣነ ወላ ንሓፍተይ ከማንሲ ሻምፖ እየ ትገብረላ ገለገለገለ ይልሃኒ ማለት እዩ ጃና ከዓ እሞ ኣብ ኣማዞን ክደልየ ኢለ ኣብ ኣማዞን ደልየ ማለት እዩ እዚኣ ረኺበ ክገርመክን እዚ ካብ ሱር ናይ ህሩድ እዩ ስራሕ እንደገና ኬሚካል ዝበሃል እውን ሓንቲ ነገር የብሉ ኣብዚ ዲስክሪፕሽን ባክስ ገድፈልክን እየ ክትሪኦ ምእንቲ ከምልፍት የምስክር ኢኽኖ ዶ ጨጉሪ ጥሎሎ ምስ ቅድሚ ሰሙን እየ ተሓፂበዮ ክንደይ ከም ዝፀንሕ ኣይፈለጥኩን ኣለኹ ክነግረክን እየ ካልእ ግዜ ማለት እዩ ምስ ፈተንኮ ሓንሳብ እየ ተሓፂበዮ በቃ እዚ ኩሉ ሽበት ኣብ ናይ ቅድሚት እዩ ዝሽበት ደለና ኣነ ካልእ የብለይ እዚ ትሪኦ ኣለኹም ኩሉ ከይዱ ማለት እዩ ናይ ባዕሉ ፈትየዮ ከምዚ ኢለ እዩ ዝመፅእ ከምዚ ኢለ እዩ ዝመፅእ ምስ ተጠቐምኩስ ከምታ ዝነበረታ መልሰያ ንጥብጥፍ የብል ኢለ ማለት እዩ እዛ መዕፀው ኣለዎ እዙይ ኣለኹ ስሪ ኢን ዋን እዩ ዝበሃል ብላክ ሄር ዳይ ሶ መፍትሒ ናይ ሽበት ተረኺቡ ማለት እዩ ኣለኹ ፀይቑኒ ኦልሬዲ ገዛ ከምዝሕዝሕ ከይብለክን ምእንቲ ከምታ ድመፀታ ከምኣ ጌርክን ተቐምጣ ሽቱና ይኹን ሶሪ ፈቲነ ከይረኣኹክን ቢከስ ኣይፈለጥኩን ነይረ ኩሉ ነገር ሲ ክነግረክን ከለኹስ ክፍትን ኣለኒ መጀመርያ ሾተ ፈቴዮ ነግረክን ፅቡቅ ተደይ ኮይኑ ካ ስቅ ብል ማለት እዩ ኤንወይ ካልእ ብራንድ ከማን መዓት ኣሎ ግን ኣነ ዝፈቴዮ ምክንያቱ ቀርቢ ስለ ዝኾነ ወላ ሓንቲ ኬሚካል ገለ ዝበሃል ይብሉ ይኖ ናይ ብሓቂ ናይ ብሓቂ ፈቴዮ ሶ ክረኣዮ ይኽን ካልእ ከዓ ከርእየክን ደልየ ዘለኹ ከዓኒ እዚ ማለት እዩ እዚ ናይ ፓልም ኦይል እዩ ፓልም ማለት እዚ ስየ ዝተምሪ ካብኡ ዝተሰርሐ ዳክተር ሰይቢ ትፈልጠኦ ተኾንክ ዝዓብ ሰብኣይ ንሱ እዩ ምሂዝዎ ማለት እዩ ከምዚ ይመስል ቡን እዩ ዝጨኑ ልክዕ ቡን ዝተቕርበ ቡን ክጠማዕት እዩ ጨንኡ ኣብዚ ርእሲ ርእሲ ክንትገብሮ ርእስኻ ኣይስበር ኣይብል ማለት እዩ ክርእና ፍርቅ ፍርቅ ፍርቅ ብትሕዮ ኦሬዲ ድሮ ፍርቅ በፂሑ ረየሎ

ሶ እዚ ን ለሽላሽ ጨጉርኽን እዚ ፅቡቅ እዩ እዚ ን ለሽላሽ ጨጉርኽን ወላ ሓንቲ ኣትርር ከማን የብለልክን ቮሊዩም ገብር ንዓይ ግን በቃ ዕንጨይቲ ገይርዎ ሶ ኣይዶን ምክና ንጓለይ ክባየ ናይ ጓለይ ፅቡቅ ጨጉራ ለሽላሽ ኣይኮነ ግን ማእኸል እዩ ሶ ንዓክባየ ፍርቂ ገለ እኳ ተጠቂመሉ ድሮ ወይ ከዓ ምዚ ክሕውሰ እዩ ማለት እዩ ደጉሮ ብጣዕሚ እዩ ዝፈቱ ኣነ ሶ ኣብዚ የእትዎ ምሽ ስቲል እቲ ኒትሪሽን ረክብ ማለት እዩ ጨጉርኻ በቲ ከዓ ይብርታዕካል ማለት እዩ ካልኻ ካልእ ኢልክ እንደልየ ዘለኹ ከዓኒ ዶግሮ እዚ ሎሽን ማለት እዩ ምስ ተሓፀብካ ትገብረሉ ኢሎ ቦሽጀር ይኸውን ብፍላይ ኣብ ዊንተር ታይም ጨጉርና ስለ ዝነቅፅ ብጣዕሚ ፅቡቅ እዚ ፈትወ ኣነ ማለት እዩ ኣይላብ ዶግሮ ወላ እቲ ናቶም ዘይዚ ከማ ፅቡቅ እዩ ፅሕኑ ካልእ ካ ንዓይ ዘይሰማዕነኒ ጨጉሪ ማለት እዩ ሕኛ እዩ ማለት እዩ ሕኛ ፈፂሙ ይሰማዕነኒ ሕጂ ብቀዳማይ ከዓ ዝኾነ ፓውደር ራሂበ ኣለኹ ጨጉሪ ዘንውሕ ገለገለገለ ኢለክን ምሽ ምስ ገበርክዎ በቃ ዕንጨይቲ ትፈልጣ ኣይተሰማማዕንን ልክዕ ከም ክስታይ እዩ ማለት እዩ ርእክኒ ብቀዳማይ እያ ርእክን ነይረ ዝኾነ ፓውደር ኤኒወይ ኣይተሰማማዕንን ጽቡቅ ነገር ግን ኣብ ስሙዝ ገለ ጌርካ ትሰድዮ ትኽእል ኢኻ ክትረኽቦ ተደሊኻ እቲ ኒትሪሽን ማለት እዩ ግን ሳምሃው ሲ ጨጉረይሲ ኣይፈተውን ማለት እዩ ከም ሕኛ እዩ ልክዕ ሶ እተን ሕኛ ደሰማማዕክን ክትፈትሖ ኢኽን እተን ሕኛ ደሰማማዕክን ንዓይ ብጣዕሚ ሕኛ ተሰባቢሩ ርኣዮ ጨጉረይ ቆሪ ቆሪፀ ከማን ብድሕሪኡ ከም ብሓድሽ ንዋሕ ኢለ ቆሪፀዮ ውድእ ኣቢልዎ ኣይተሰማማዕንን ክነግረክን ኢለ ኣምላ ፓውደር እዩ ዝበሃል ካብ ፍሩታ ኢዩ ዝስራሕ ናይ ኣብ ህንዲ ዝበቁል ፍሩታ ማለት እዩ ሕጂ ንገሊኡ ሰብ ብጣዕሚ ይሳምዖ ማለት እዩ እንተ ንፀጉርካ ደይኮን ኮይኑ ትበልዖ ትኽእል ኢኻ ኣብ መግቢ ተእትዎ ማለት እዩ ንዓይ ግን ሕኛ ስለ ደይሰማማዕኒ እዚ ከዓ ልክዕ ከም ሕኛ እዩ ኣይተሰማማዕንን ማለት እዩ ኣክቹሊ ፀጉረይ ስብርብር ኣቢልዎ ከምዚ ትሪኦ ተሰባቢሩ ፀጉረይ ብሕጂ ክፅግኖ ማለት እዩ ክነግረክን የለክን እዩ ብዝተረፈ ነዚ ኣይ ክርእክን ደልየ ሎም ማዓንቲ ማለት እዩ ካብ ኩሉ ከኒ ዝቐልል ማዓት እዩ ምሽ ኣብተን ናተይ ቅድሚት እዩ ናይ ቅድሚት ምሽ ኢለክን ንዕአን ጓንቲ ኣለዎ ምስኡ ዝመፅእ ከምዚ ኢሉ ዝመፅእ ኣብ ስጋ ትክደኖ ዋላ ናይ እዝኒ ኣለዎ ዋላ ገለ ማለት እዩ ኣይተጠቐምኩሉን ከስ ጓንቲ ነይሩ ንናዓይ ማለት እዩ ሶ ከምዚ ጌርካ ምሽ ልኺ ልኺ ልኺ ልኺ ተብለንቲን ሽበት ሽበት ዒስራ ደቂቕ ስቕ ትብል ማለት እዩ ሾ ትሕፀቡ ሻምቦ እዩ ነው ትሕፀቡ ሞይስቸራይዘር ትገብረሉ ትወዲያ ናይ ብሓቂ ቀሊል ክትፈትዎ ኢኹም ብፍላይ ሕብሪ ገለ ክትልከያ ዘይትደልያ ኣሕዋትና እዚ ወላ ሓንቲ ክስታይ የብሉን እዩ ከምቲ ዝበልኩ ኬሚካል ገለ መለ የብሉን እዩ ቀሊል እዩ ከምቲ ዝበልኩ እንተደሊኻን ከዓ ካብ 20 ሚኒትስ ቆርብ ተሕልፎ ትኽእላ ኢኻ ወላ ሓንቲ ይገብረካን እዩ ግን 20 ሚኒት ስለ ድብል 20 ሚኒት እዚኣ ነገረሉ ረዮ ሕጅስ ካልኣይ ሰሙን ኸይድ ኣለኹ ኣብ ክልተ ሰሙን እንዲኣ ንጨጉረይ ዝሕጠብ ረዮ እዚ ሲ ፃዕደን እዩ ነይረን እዚ ሰው ፈትየዮ ማለት እዩ ክነግረክን ኢለ ኤኒወይ ኣይተስተዋሕዳ ንእሽተይ እያ እዚኣ ኢንፎርሜሽን ጥራይ ስለ ዝኾነት ካልእ ቪድዮ ክሰርሐልክን እያ ኣብዚ ቀረባ ግዜ ማለት እዩ ብጣዕሚ እየ ዝፈተክን ክብራት ኣሕዋተይ ክርእየክን እየ ቀረባ ግዜ ባይ